ኸምኡ ኸምኡ ናበልና ንሰለስተ ዓመታት ተቐሚጥና። ሰላሳ ዓመት ዝመስል ሰለስተ ዓመት።
እዚ ምርዳእ ልኣዊ እዩ ኢለ ይሓስብ እዩ ምክንያቱ ኤክስፒርያንሱ እኒኦ ናይ ህይወት ተመክርኡ እኒኦ ኣብዛ ቅፅበት እሳ ግን ልባዕሉ ከጥፍእ ምሙካሩ ትክክል እዩ መይኮና ይኑ ኣለና ግን ብኡ ምፍራድም ይኸብድ እዩ። ድሕሪ ብዙሕ ብኽያት ንእሽተይ ምስ ተረጋጋዕኹ ኣብኡ ልነበሩ ዓበይቲ ወለዲ ዝኾነ ንገርዎ ኢላ ልነገረቶም ነገር ሃምለሎ ነጊሮምኒ። እቲ ናይ ህይወተይ ሙሉእ ጥያቄዶ ክምሉስለይ ይኾኑ ኢለ እሺ ንገሩኒ ኢለዮም። እዚ ሰብ እዚ ግን ጽቡቕ ልቢ እኔዎ ስለዚ ሰብ ልፎቲ ልቢ እኔዎ እና ሓሪፍ ልኾነ ፋሚሊስ ቢውልድ ክገብርስ ይኽእል እዩ እና እዛ ልደልያ እንኡለስ ሰበይቱ ክገብረስ ይኽእል እዩ ኣብ ልኾነ ግዜ። ብጽኑዕ ሓሚመ ናተሳቐኹ ናሃለኹ እቶም ኣባት ነብሰይ ንእነይ ደዊሎም ከም ዝሓመምኹ ነጊሮምዋ። ግን ኣይምልከተኒ ኢላ ስልኪ ዓጽያቶ። ግን ንኾነ ሰክሪፋይ ትገብር ነይራ እያ እኖ ተትኾን ኣሕሊፋ ንምንታይ እዚ ሓላፍነት ንሱ ዘይትህብ ንምንታይ እሳ ከ ናብ ጭንቀቲ ንባዕላ ልክዕ ጽቡቅ ኣይገበረት እርግጠኛ እያ ሕማቅ ተሰሚዕዋ እዩ በስተመጨረሻ እኮ እንትን ተናጊራ እኒኣዎ። ናብ ሆስፒታል ተመርሚረ ብጣዕሚ ዘደንግጽ ዜና ነጊሮምኒ እሱለ ሕማመይ ናይ ደም ካንሰር ምዃኑ ኣርዲኦምኒ።
ሰላም ሰላም ክብራት ተኸታተልትና ሸዋ ሚድያ ብዚ ሰዓት እዚ ጀሚሩ እንዮ ሼር ላይክ ሳብስክራይብ ብምግባር ዘዝንኡ ቪድዮ ይጅምርዎ። ናይ ሎማዓንቲ ፕሮግራምና ፍልይ ብልበለ ፕሮግራም ኢና መጺና ለለና ካብ ኣሕዋትና ካብ ኣዕርኽትና ካብ መታዓብይትና ካብ ልተፈላለዩ ብዙርያና ለለው ሰባት ከምዚ ገጢምና እዩ እሞ ኣማኽራና ኢሎም ክመጹ ተለው እቲ ዓይነት ምኽሪ ንህቦም እቲ ዓይነት ሲቹዌሽን ከእዩ እንዮ ብዙርያና ልብል ነገር ክነካፍለኩም ኢና መጺና ለለና ምሳና ጽንሑ ሎማዓንቲ ሒዝናዮ ልመፃና ታሪክ ስሙ ኣይንገልፆይ ባዓል ታሪክና ላበልና ኢና ክንቅፅል እና ኣብቲ ታሪክ ክኣቲ ተለኩም ተወሊደ ዝዓበክሉ ድሬዳዋ ከተማ እዩ ኣተዓባብያይ ከም ማንኛውም ኢትዮጵያዊ ኖርማል ኣተዓባብያ እዩ ነይርኒ ኣቦይ እና እነይ ኩልሻዕ ዝጨቃጨቁና ዘይስማዕምዑ ሰባት እዮም ነይሮም ኣብ ንኡስ ኣእምሮይ ናዮም ጭቕጭቕ ብቻ እዩ ተቓሪጽኒ ቐርዩ። እዚ ዘይምስምዕማዕ ንዓበየ ኸይዱ በስተመጨርሻ ተፋቲሖም። ኣቦይ ናነይ ክፋትሑ ተለው ኣነ ኣርባዕተ ዓመት እየ ነይረ ስለዚ ውን ምስነይ እየ ተሪፈ። እነይ ብዙሕ ከይጸንሐት ኻሊእ ሰብኣይ ተሞርዕያ ምንባር ጀሚርና። ኾይኑ ግን ሰብኣይ እነይ ብጣዕሚ ይጸልኣኒ ስለልነበረ ክንስማዕማዕ ኣይኸኣልናይ። ብዝረብሕ ዘይረብሕ ንዓይ ምቕጥቓጥ ምጽራፍ ስራሐይ ኢሉ ሒዝዎ። ገዛ ኣትዩ ተሪኢኒ ደሙ ይፈልሖ ካብ ልቡ ኣምሪሩ ዩ ይረግመኒ ነይሩ ኣነ ብጣዕሚ ንእሽተይ ቆልዓ ወይ ድማ ቆልዓ ኣርባዕተ ዓመት እኳ ተነበርኩ ንሱ ኣባየ ዘውርዶ ዝነበረ ግፍዒ ደው ከብል ኣይገበሮን ሀምኡ ከምኡ ናበልና ንሰለስተ ዓመታት ተቀሚጥና ሰላሳ ዓመት ዝመስል ሰለስተ ዓመት እቲ ብጣዕሚ ዝገርም ነገር ግን ናተይን ናይ ሰብኣይ እነይን ለይምስምዕማዕ ሱር ክሰድድ ዝረኣየት እነይ መጨረሽኡ ንኣየ ካብ ገዛ ኣባሪራትኒ። ካበይ? ካብ ገዛ ስልወዳ ኣባሪራቶ ምስ ሰብኣይ ን ክስማዕማዕ ስለለይከኣለ ስልወዳ ኣባሪራቶ ማለት እዩ እዚ ኩሉ ግፍዒ ናወረደኒ ሱቅ ኢላ ዝረኣየት እነይ ማንም ሀም ዘይብለይ ላፈለጠት ኢላ ኢላ ልሰብኣያ ምቾት ክትብል ላኣየ ላብ ጎደንያ ሸንዲያትኒ እነይ ዝፈረደትለይ ፍርዲ ኣሜን ኢለ ተቀቢለ ኣብ ጎደና ምንባር ጀሚረ። እታ ጎደና ህይወተይ ምስ ኣረጋገጽኩ፣ ለሚነ ብዘግነኽዎ ቅርሺ ካብ ድሬዳዋ ናብ ኣዲስ ኣበባ ከይደ። ኣብ ኣዲስ ኣበባ ኣትየ ናለመንኹ፣ ለግነኽዎ ተረፍ ናበላዕኹ ህይወተይ ቀጺለ። ድሕሪ ግዜ፣ ኣብዚ ንሓድረሉ ጎደና ጥቓ ለሎ ዳ ጣውላ እቲ በዓል ናይ ንክሕግዞ ጠይቕኒ። ደስ ኣሎ ዶ? ብጣዕሚ ደስ ኢልኒ፣ ናሓገዝኽዎ ሞያ ለሚደ። ንዑ ናሓገዝኹ፣ ደሞዘይ ናተቐበልኩ፣ ንምግበይና ንመሕደርየይ ምሽፋን ጀሚረ። በዚ ኩነታት ንብዙሕ ዓመታት ሰሪሐ። ንዓሰርተ ምናምን ዓመታት ማለት እውን ዒስራ ዓመተይ እስካብ ዝገብር ኣብኡ ሰሪሐ። እዛ ጣውላ ላሰርሐ ሰው ተሎ ልምዲ ላቐሰመ ማለት እዩ። ዒስራ ዓመተይ ምስ ኾንኹ ዝኣከብኽዎ ክእለትና ቅርሺ ሒዘ ናይ ባዕለይ እዳ ጣውላ ኻፊተ። መጀመርያ ጎደና ክወፅእ ተሎ ሰለስተ ዓመቱ ድዩ ነይሩ?
ሰለስተ ዓመት ዝተፋትሕሉ እዩ እኒኦ ኣቦይ። ድሕሪኡ ኣይኮን ኣርባዕተ ዓመት ላህለይ ተፋቲሖምስ ድሕሪኡ ንሰለስተ ዓመት ምስ ፋሚሊኡ ምስ ሰብኣይ ን በቃ እናተነታረኻ ጸኒሖም ሸውዓተ ዓመቱ ግን ጎደና ወጺኡ ካብኡ ዕስራ ዓመት ሰሪሑ ማለት እዩ ስለዚ ዓሰርተ ምናምን ዓመት ኣብዚ እንዳ ጣውላ ክእለቱለ ቅርሺ ልላኣከበ ጸኒሑ ማለት እዩ ድሕሪኡ ንባዕሉ ከፊቱ ብስርሐይ ብጣዕሚ ዝተሳኸዐለይ ሰብ ኮይነ እቲ እንዳ ጣውላይ ኣብ ከተማ እኒኦው ካብ ዝበሃሉ እንዳ ጣውላ ሓደ ኮይኑ ስራሕ ኣብ ልዕሊ ስራሕ ብጣዕሚ ቢዚ ገዛ ኮይንና ንዕለታዊ ምግቢ ዘይብለይ ዝነበርኹ ሰብ ሚልየነር ኾይነ። ከምኡ ሙና ሰርሐስ ሚልየነር ማለት እዩ። ብሚልየናት ዘውፅእ ገዛ ገዚአ ብጣዕሚ ፅቡቕ ህይወት ምንባር ጀሚረ። ኣብዚ ግዜ እዝለ ግን እነይ ብጣዕሚ ይናፍቓና ይሓስባ ነይረ። ይገርምይ።
ምናልባት ሓደ መዓልቲ ዕድል ኣግንየ ምኽንያታ ምጠየቕክዋ ይብል ነይረ። ካብዚ ውጪ ህይወተይ ናባይ ገጸይ ኣዚራ ደስተኛ ኮይነ ምንባር ጀሚረ። ማለት ደስተኛ ልሃልይ ኢለ ግን ለይተጠየቐሉ ዝኾነ ህይወትይና ኣብዚ ግዜ እዚ ዝኾነ መዓልቲ ኣብ መንገዲ ርእሰይ ዜርኒ ወዲቐ ወይለ ፌንቲ ወጽያ። ሰባት ኣልዒሎም ላብ ሆስፒታል ወሲዶምኒ ናብ ሆስፒታል ተመርሚረ ብጣዕሚ ዘደንግፅ ዜና ነጊሮምኒ እሱለ ሕማመይ ናደም ካንሰር ምዃኑ ኣርዲኦምኒ
ድንገት ማለት እዩ ያ ድንገት በቃ ፌንት ወፂኡስ ሰብ ልዒሎም ሕክምና ወሲዶሞ ተመርሚሩ ናደም ካንሰር ሃምለለዎ ፈሊጡ ማለት እዩ እና ግዴታ ኣብ ቐረባ ጊዜ ናብ ወፃኢ ከይደ ክሕከም ሃምለለኒ ነጊሮምኒ እቲ ምርመራ ጌጋ ከይኮን ኢለ ኣብ ብዙሕ ሕክምናታት ቼክ ገይረ ግን ለውጢ የብሉይ። ናይ ካንሰር ሕመምተኛ ኮይነ። ናይዚ ሕማም መልዐሊኡ እውን ኣብ ጎደና ናሃለኹ ልበልዖም ነበርኹ ተረፍ መረፍ ምግብታት፣ ዝተመረዙ ምግብታት ምዃኖም ነጊሮምኒ። ህይወት ድጋሚ ጸልሚታትኒ። ንቲ ሕክምና ዝተጠየቅኽዎ ቅርሺ ብጣዕሚ ብዙሕ ኣሽሓት ዶላራት ስለልነበረ ገዛይ ሸይጠ ልነበረኒ ኩሉ ንብረት ሸይጠለ ክኣኽለኒ ኣይኸኣለ። ብዙሓት ለለቃሕኽዎም ሰባት ቅርሸይ ጠይቀዮም ክሒዶምኒ።

ሓሚመ ናብ ኣልጋ ምስ ደቀስኩ፣ ኣዕርኽተይ፣ ልፈልጡኒ ሰባት ኹሎም ርሒቖምኒ። ኣባት ነብሰይ ብቻ ኣብ ጎኒይ ኾይኖም የጽናንዑኒ ነይሮም። ብጽኑዕ ሓሚመ እናተሳቐኹ እናሃለኹ፣ እቶም ኣባት ነብሰይ ንእነይ ደዊሎም ከም ዝሓመምኩ ነጊሮምዋ። ግን ኣይምልከተኒ ኢላ ስልኪ ዓጽያቶም። ታይ ኸዝን እያ ሓሚሙስ ኣብ ኣልጋ ሀምለሎ እያ ነጊራቶም ግን ልምልከተኒ ጉዳይ ኣይኾነ ኢላ ዓጽያቶም ማለት እዩ ስልኪ። ኣምስለኒ እይ ማለት እዩ። ተክስታል።
ኣባየ ሀምዚ ዘጨከና ነገር እኳ ክርደእኒ ኣይኸኣለይ። ናይ ኣዕርኽተይ ናገረመኒ እነይ እውን ዘይትደልየኒ ከንቱ ፍጡር እየ ኢለ ኣምሪረ ሓዚነ። ገዛይ ንብረተይ ሸይጠ ገንዘቡ ክኣኽለለይ ስለለይኸኣለ ብፍቃደኝነት ሞተይ ናተፀበኹ ናሀለኹ ድንገት ሓደይ ምስራች ሰሚዐ። እዚ ሕክምና ዝህቡ ህንዳውያን ኣብ ዓመት ሓደ ግዜ ናብ ኢትዮጵያ ዝመፁሉ ግዜ በፂሑ ናብ ኣዲስ ኣበባ ከምዝኣትዩ ሰሚዐ።
ሚራክል እውነት። መንገዲ ይኸፍተልኻ እዩ ባዕሉ እኮ። ሁልጊዜ ለይትወጾ ስቓይ እኮ ኣይሂበካይ ጌታ ኣለና። እቲ ኣብዚ ዕድመይ ቓጢፍኻኒ ኢለ ለማረርክዎ ፈጣሪ ብስተመጨረሻ ጸሎተይ ሰሚዒኒ ኢለ ደስታይ ሰማዩ በጺሑ። እቶም ህንዳውያን ዶካትር ሪኦምኒ እቲ ረሳሕ ደመይ ብሓዱሽ ደም ክቕየር ሀምለለዎ ነጊሮምኒ። ነዚ ሕክምና እውን ካብ መድሓኒት ሓሊፉ ንምርመራ ልኸፍሎ ነገር ሀምልየለና ናይ ነፃ ሕክምና ምዃኑ ነጊሮምኒ። ነዚ ሕክምና ቅድሚ ምጅማሮም ግን ወረቐት ዝፍርመሎም ናቐረባ ሰብ የድልዮም ነይሩ። እነይ ብተደጋጋሚ ተደዊልላ ስልክና ስለልዓፀየትና ኣባት ነብሰይ ክፍርሙለይ ገይረዮም። ግን ሶም ለ ብጣዕሚ እንትን እብሉ ሪልና ኣባት ነብሲ ትንንየዎም። ብጣዕሚ ደስ ልብል። ናብ ምርመራ ክፍሊ ኣትየ ይሃሉ በሉኒ እቲ ደመይ ብጥዑይ ደም ተተኪኡ ዳሕና ኮይነ ሙሉ ብሙሉ እኳ ተዘይሃወኹ ግን እግዚኣብሔር ይመስገን ዳሕና ኮይነ እቲ ዝወስዶ ዝነበርኹ መድሓኒት ኽባር ስለልነበረ እቲ ገዛይን ንብረተይን ሸይጠ ኣብ ኢደይ ልነበረ ቅርሺ ኹሉ ተወዲኡ። ማለት እዚ መድሃኒት ብጣዕሚ እዩ ክባር እያ ነፃዋላ እዩ እና ካንሰር ሕመምተኛታት ዝገጥሞም ነገር እዩ ብዙሕ ቅርሺ እዮም ድዱ ማለት ናይ ነፃ ምርመራ ሕክምኑ ነፃ ኮይኑለስ እዞም ለድለይዎ እንትናት ልምግዛእ ብቻ ግን ዘው ኢዱ ለለ ቅርሺ ተወዲኡና ካብዚ ኩሉ ቅንጡ ህይወት ድጋሚ ቁልቁል ተመሊሳ
ኣነ ዝገርመኒ እዚ ናይ ላይፍ ኬሚስትሪ ሲ ንሃፍቲ ሃፍታም ትኾንኺ ንኾነ እዛ ስቴፓ ተጀሚርካያ ሲ ናይ ውስኪ ክትኸዲ ትህፍትኒ ንድኻለለ ድኽነትና ተወስኺ ይኸድ ግን እኮ እዚ ኦሬዲ እኮ ተቐይሩ ነይሩ እዩ ተቐይሩ ካብ ድኻስ ወፂኡ ነይሩ እዩ ወፂኡ ነይሩ ካልልን ነቕልቕል ንታሕቲ ማለት እዩ ኣትሊስት ግን ባዕሉ ስለለወጦ ምምላስ ኣበይ ይኾን ኢለ ተስፋ ይገብር ምስቲ ማፅልሞ ድጋሚ ተቆፂረ ናሰራሕኹ ንእሽተይ ገዛ ተኻርየ ምንባር ጀሚረ ጥዕናይ በየጊዚኡ ናኻድኩ ናተኸታተልኩ ሂወተይ ቀጺሉ ኣብዚ ኩሉ እግዛብሄር ታይ ከምህረኒ ከምልደለየ ግራ ኣትይኒ ሂወተይ ኣብቂዑ እንተበልኩ ሂወት ይህበኒ በቃ ኣግንየ ተመስገን ትብል ተለኩ ይምንጥለኒ ግን ኩሉ ናዩ እዩሞ ለይምምራር እዩ ዘህዝለልናዮ እዩ ካል ተሙቼ ናብራይ ወጼኤ ድጋሚ ሃ ኢለ ሂወት ምስ ጀመርኩ ድንገት ሓደ ማዓልቲ እንኻ ሓሚማ ተባሂለ ካብ ድሬዳዋ ተደዊልለይ። ዝኾነ ጎነይ ሓዚነ ስፍስፍ ኢሉ፣ ዝኾነ ጎነይ ድማ ተቐይመያ ግዲ ኣይትኸድ ይብለኒ። ክኸዶ ክቐሪ ልብል ሞገት ገጢመ ምስ ባዕለይ ተባኢሰ። ኧረ እዚ ክኸዶ ልብል ሳይዱ ምህላዩ ንባዕሉ ብጣዕሚ ምህላዩ ንባዕሉ ስንደየናይ እቲ ምዃኑ ዋላ ካልኦት ዝኾነ ሃፋትም ፋሚሊ ባዕሉ ተትህልዎ እናኻ ካብ ምእላሽ ዓደይ ትውዕሊ ኣደይ ትውዕሊ ግን ግዴታ ምስቲ ዝገበረቶ ነገር ግን ኣቲ ሳም ፖይንት ካዶ ኢሉ ምሕሳቡ ልባዕሉ ስለለዎ እንትን ልቢ ኢለርእናብጣዕሚ በስተ መጨረሻ ግን ምክንያታማ ክጥይቃኒ እኒ ኢለ ላብ ድሬዳዋ ጉዕዞ ይቐፂለ ኤርፖርት ወሪደ ቦታ ናጠየቕኹ ናብ ናይ ቀደም ገዛይ መንገዲ ኣምሪሑ ድሕሪ ብዙሕ ኣለሻ ገዛ የግንዮ እቲው ምስ በልኹ ሓያል ኣብያት ተቐቢልኒ ምእማን ኣብይኒ ምስ ጠየቕኽዎም እነይ ቐድሚ ንእሽተን ደቓይቕ ምዕራፍ ኣርዲኦምኒ። ድሕሪ ዝኹላይ ሙግት ኸይዱለስ ሕማቕ ነገር እዩ ጸኒሕዎና። እቲ ህይወተይ ሙሉእ ተሸኪመዮ ልነበርኹ ሸኽሚ፣ ህይወተይ ሙሉእ ልተኸተለኒ ጥያቄ ከይጠየቕኽዋ ንዘለኣለም ከይትምለስ ኸይዳ። ድሕሪ ብዙሕ ብኽያት ንእሽተይ ምስ ተረጋጋዕኹ ኣብኡ ልነበሩ ዓበይቲ ወለዲ ዝኾነ ንገርዎ ኢላ ልነገረቶም ነገር ሃምለሎ ነጊሮምኒ። እቲ ናይ ህይወተይ ምሉእ ጥያቄዶ ክምልሱለይ ይኾኑ ኢለ፣ እሺ ንገሩኒ ኢለዮም። እቲ ዝነገረቶም ነገር ምስ ነገሩኒ ግን ሰማይና ምድሪ ተገላቢጥኒ። እንታይ ክኾን ይኽእል እስካብ ኸዚ ዝሰማዕናዮ ወረ ዝተነገር ኣይ ዶንት ኖው እታ ህይወተይ ምሉእ
የሆነ ምኽንያት ዶ ፅሕፋት ልትኾን ኣይተረድኣኒ
እታ ህይወተይ ምሉእ እነይ ናበልኩ ይፀዋዕኹዋ ናጨከነትለይ እኳ ናናፈቕኹዋ ንሓሰብኹዋ ልነበርኹ ሰብ እነይ ሃምለይኮነት ነጌሮምኒ
ማለት መን ያነውማ መን ያነው እንደ እዚ በለቲ ግን ብቻ እኖ የኾነት ማለት ለወለደቶ ንኡስ የኾነት ነራ እሱ እዮም ነጊሮም ዞም ኣበይቲ ሰማዕኹ ነገር ምእማን ኣብኒ እሞ እነይማ መን እያ ኢለዮም ኩሉ ነገር ክትነግረካ እያ ተጸቢያትካ ነራ ምስ ደንጎኻና ናደኸመት ምስ ኸደት ግን ኣነ እንኡ ሃምለይኮንኹ ንገሩለይ ብቻ እያ ኢላትና ኢሎምኒ ምስ ባዕለይ ክኸዶ ክቐሪ ናተማጎትኹ ዝደንጎኹዎ ግዜ ኻሊእ ናይ ዘልኣለም ሕቶ ገዲፍለይ ተሪፉ። ወያ መጀመርያ ክኸዶ ክቐርዶ ምናምን ለበለ ብዙሕ ግዜ ወሲዱ ነይሩ መስለኒ እና ኣብዚ ግዜ ሶሶ እያ እንዳ ልገደደ ኻሊእ ጥፍኣተኝነት ስሜት እታ ነዚ ሕቶይ ክትምልስ እትኽእል ብቸኛ ፍጥረት ንከይትምለስ ኸይዳ። እሞ ኣነ መን እየ? ካበይ እየ መጽየ? መንኸ ወሊድኒ? ናዚ ኹሉ ጥያቄይ መልሲ እንድዒ ኾይኑኒ። ካሊእ ተወሳኺ ጥያቄ ሐዚ ሂወተይ ንምምራሕ ሒዘ ሂወተይ ንምምራሕ ስለ ዘይከኣልኹ ልባዕለይ ከጥፍእ ሞኪረ ግን ኣይተሳከኣለይ ንዛ ኣብ ሂወትን ሞትን ጫፍ ለላ ሂወተይ ታይ ትመኽራኒ ሂወተይ ዳግማይ ደስተኛ ኮይነ ክነብር ልኾነ ነገር በላኒ ይብለና ኣሎ ባዓል ታሪኽና እና ብጣዕሚ ዘሕዝን ታሪክ እዩ እውነት
ምንም ሕዚ ሱስ ጥፋተኝነት ክስምዖ ክእል እዩ ኣብ ዝኾነ ፖይንት ግን ብናዩ ጥፍኣት የኾነ ኩሉ ነገር ኮይኑ እንደውም ብጣዕሚ ትዕግስተኛ እዩ ካብዚ ዝተናገረለስ ኣብ እምነቱ ጠንካራ እዩ ብጣዕሚ ደፊኡ እዩ እንዴ ካብኡ ደሞ እኮ ኣነ መን እየ ካበይ እየ መፅ ልብሉ ጥያቄታት ምስ ባዕልካ እዮም ለባእሱኻ እና ናዚ ኩሉ እዚ ተጠያቂት እንደገና እዛ እነ እያ ኢሉ ልሓስባ ነበረት ጓል እሳ እያ ተጠያቂት ልባዕሉ ከጥፍእ ሙካሩ ምናምን ኣብ መጀመርያ ኣይፍረዶይ የኾነ ዶ ከምዚ ኮምፕሊኬትድ ዝኾነ ሲቹዌሽን ውሽጢ ኣትዩሲ ኣንሕና ብንእሽተይ ነገር ሓደ ሓደ ግዜስ ወይ በቃና ምናምን ነገር ኢልና ይንፈልጢ ንፈልጥ ኢና ወ ይደኽመካ እዩ የኾነ ኢሉ ከምዚ ዓይነት ምስ ባዕልካ ልትበኣሰሉ ኩነታት ተፈጢሩ ማለት እዩ ካብኡ ግን እኖ ተኾይና እንድሕር ለይኾነትለ ናብ ምሕላፍ ሓላፍነት እኒዋ ምክንያቱ ህንዲ ምንታይ ተፅዕኖ ሒዙ ክመፅእ ከም ልኽእልስ ትፈልጥ እያ እና ክትነግሮ ነይርዋ ናይ ኣይዚ ጥፋት እስካብ መጨረሻ ሲ ትፅበየ ምነበራ ኣብ መንጎ ሓሚሞም ነበረለ ፈሊጣ እያ እና እስካብ ግዴታ ኣብ ዕርበት ምሰጥሕትስ የኾነ ኩጋዕ ነይርዎ ዝወግዕ ዝና ቐዲማ ተትነግሮ ነይራለ ብዙሕ ነገር ሴቭ ክኾን ይመስለኒ። ዝኹላይ ላይፍስ ንምንታይ ቐዲማ ነጊራቶ ገና ብቆልዑ እንዳሃለይሲ እዛ ንኡ ትኣክልሲ እንኡ ንኣክል ናይ ምጨከነት እዩዎ ግን ንኾነ ሰክሪፋይ ትገብር ነይራ እያ እንኡ ተትኾን ኣሕሊፋ ንምንታይ ዝሓለፍነት እሱ ደይትህብ ንምንታይ ሳኻ ናብ ጭንቀቲ ንባዕላለ እኮ ፅቡቅ ኣይገበረት እርግጠኛ እያ ሕማቅ ተሰሚዕዋ እዩ በስተ መጨረሻ እኮ እንትን ተናጊራ እኒኣዎ ንባዕላ ፅቡቅ ስለለይ ተሰማዓ እዩ ንምንታይ ዝሓለፍነት እሱ ተሸኪማ እዩ ሓደ ትዋጽኦስ ትኽእል ነይራ እያ እናለለ ለይተጸብኸዎ ነገር ኣብዚ ዓርሰ ቐትለት ክገብር ተሎስ ዝኹላይ ዝሓለፈ ወጣት ቆልዓሲ ንምንታይ ዓርሰ ቐትለት ክገብር ፈቲኑ ለለ ኣይትሓ ኣብዚ ችግር ዝኾንከ ኣብዚ ቦታ ዝኾንከ ከቢድ እዩ ይፈልጥ እየ ዓርሰ ቐትለት ይኾን ካልእም ትገብር ትኽእል ኢኻ ግን የሆነ ተስፋ ገይረ ነይረ ኣይመስለኪ የሆነ ዓርሱ ክቐትልስ ኣይተጸበኸዎ ነይረ
ብስሩ ካብ መጀመርያ ሰብ የጥፍእ እዩዎ ዶ ካብ ገዛ ክተባርሮ ተላ እዛ እኖ እየ በሃሊት ወይ እኖኡ ትመስሎ ነበረት ሰብ ካብ ገዛ ክተባርሮ ተላ ጥፍኣት እዩዎ ዶ እንዲ ዓመታት ሓሊፎም ኣብ ማእኸለይ ትፅፀቲ ሰባት ነጥፍእ ኢና ግን ካብ ጥፍኣትና ንመሃረሉ መንገዲ እዩ ለለልዓና ልውክለና እና
ናይ ሪስፖንሲቢሊቲ እዩ እዚ ኩሉ ነገር ኣብ ሕክምናስ ንዕፈርም ንዕፈርም ትበሃል ተለኻ እኮ ናብ መጨረሻስ ስቴፕ ዝበፅሐ ሕማም እዩ በቃ ፈርም ትበሃል ተለኻ ሃማ ቃ ኦፕሬሽን ክትግበር እኳሲ ፈርሚ ክትበሃል እና ኣብ ጎንኺ መዓት ሰባት ብቃ ናፈርሑ እዮም ዝፍርሙ ልኸወዳ እሳ እኳስ ክተምፃ ይኸኣለት እዩ ሽንኳን ኻሊእ ነገር ወደይ ተትኾን ኸኢላ ኣይትሓስቢ ኣብ ዝኾነ እዚ ና ሞት እዩ እንት እንትሞት ተለና ብዙሕ ግዜ ሰባት ካብ ሂወትና ይልቅ ሞትና እንድዩ ልተሓሳስበና ኸዚ ትሞት ተላስ ዘብላዕሉ ልፀናሓ እንት ልም የለይ ልም ሻሽ እዩ እምበይ እሱ ብቃ እና ነስሓ ነገር ኣይተርእና ኣነ ግን ካብ ውጭ ልብጣዕሚ ብዙሕ ንልዕሎም ነገራት እኒው ናብዚ ሓደ ካብዚ ዝተረየኒ ላ ናብ ቤተሰብ ምብታን ኣብ ቆልዑ ለምፀኦ ብጣዕሚ ሳይኮሎጂካሊ ችግር እዩ ኣርእኒ ምክንያቱ ብዙሕ ግዜ ኣብ ዓድና ቤተሰብ ክብተን ተሎስ ምዛ ማለት የጋጥም ክእል እዮ ዶ ለይምስምዕማዕ ኦፍኮርስ ሂወተይ ሙሉእ ብሓደ ክነብር እየ ኢልካ ኢካ ትምርዐወ ዶ ኣት ሳም ፖይንት ለይምስምዕማዕ ከጋጥም ክእል እዩ ትፈላለ ትክእል ኢካ ግን ብሄልዚ ወይ ወይ እንደገና በቃ ጥዕና ለለዎ ምፍልላይ የለ ተፈላሊኻ ድሕሪኡ ለደቅኻ ተዕበየሉ ሚንስስ ክህሉ ይኽእል እዩ ኣብ ዓድና ምንም ለይተለመደ ነገር ግን ሰብኣይ ሰበይቲ ክፋትሑ ተለውስ ልዞም ደቁ ለዩ ይፈትሕ ደቁ ለስ በቃ ድሕሪኡ ሃምለይ ይፈልጦም እዩ ልኾን ወይ ምናምን እና ከዚ ሓደ ለ ኣብኡ ለክፋትሑ ተለውለ
ግን ድሕሪኡ ሰብ ከምቲ ዝሰብ ዝኮ ኣቦኡ ለኮ የቦኡ እኒኦ ይኹን እንኡ እኒኦ። የንኡይ ኣቦኡ ያ።
የንኡይ ስለዚ እዚ ካልእ ታሪክ እዩ ክልቲኦምስ እኒኦ፣ ሓድሽ ታሪክ ቤተሰብስ እዩ እኒኦ። ይኾን እዩ እዞም ዝተፋትሑለስ ወለዱስ ይኾን እዩ ይኹን እዩ ግን ሓደ ሓደ ግዜ ዋላ ደቆም ኮይኖምለ ተፋቲሖምስ ድሕሪኡ በቃ ኣበይ እንታይ ኣብ እንታይ ወዲቖም እንታይ እኒኦውለስ ኣይርእይዎም እና ናዚ ብስሩ ኮምፕሊክ በቃ ካሊእ ካሊእ ለቨል እዩ እኒኦ እዚ ታሪክለ ካበይ እየ መፅየ ልብል ልመፀ እኮ መን እዩ ሂዎም እዞም ሰባት እሶም ኸዋን በቃ ጭራሽ እንትኑ እዩ ሶርሱ እዩ ክፈልጦ ዘይከኣለ ግን ሓደ ሓደ ግዜ ኢቨን ክፈትሑ ተለውስ ሄልዚ ወይ ድሕሪ ኢለላ ተጋናኻ ደቂ ካብቲ ሰላማዊ መንገዲ ክዕበሃም ልኽእል ብዙሕ ግዜ ኣባና ዓዲ የለ በዝሕ ግዜ ግን ተዓዚ ከይትፈልጥ እዩ መርስየ ከምዚ ኣብ ፍትሕ ክበፅሕ ተሎሲ ሞር ሓላፍነት ትቐበል ዛዶ እያ ማለት እኖ ብቻ እያ ክትኾን ትኽእል እዛ ኣቦ ለሽፍኖ ቦታ ለለ ለይተሸፈነልካ ትዓቢ ተለኻ ኢቭን ዓብዮም ለ ብጣዕሚ ካሊእ ዓይነት ሰባት ልኾኑ ሎ ኦፍኮርስ እነይ ኣቦይ ስለለዕወየ ለ ጥዑይ ቆልዓ ክኾኑ እዩ ማለት የኾነ ኣተዓባብያ ወሳኒ እዩ ግን እሱ ከም ልበልክዮ ኮይኑ ግን ኣብዚ ጉዳይ እዚ ግን ዋና በቃ ሓላፍነት ትወስድ እዛ ታሪክ ልትፈልጥ ሰብ እሳ እያ ክትወስድ ለለዋ ወዶ ካብኡ ላብዝና ሱሳይዳል ሙከራ ንመጽእ ተለና እንደገና ልዋዕሉ ከጥፍእ ሙካሩ ትክክል እዩ ኣይኮንኩ ይብለኹ ግን ኣህምዚ ዓይነት ኩነታት በቃ ለይኮነ ነገር እዩ ልረኤና Expected ሰይጣን ይሰርሕ ማለት እዩ ስርሑና ድሕሪ ደቂቃ ድሕሪ ሰዓታት ግን እርግፀኛ እዩ እዚ ሰብዚ በቃ ጥፍኣት ኣምልኾነስ ይርድኦ እዩ እዚ ልገብሮ ነገር ልምንታይ እዩ ልባዕለይ ከጥፍእ ሙኪረ እግዚኣብሔር እኮ እኒኦ ምክንያቱ እ፣ ኣብ ሃይማኖቱም ጠንካራ ምልኾነ እ፣ ነጊርክና ይኽና ልምንታይ ሆምኡ ሞኪሩ ክንብል ኣይንኽእል እዚ ሲቹዌሽን ባዕሉስ ላኡላእቲ ለእቲ እዩ ካብኡ ግን ኣብ
ዓርሰ ቅትለት እዚ ሲ እንታይ ድዩ ዝረእየና ኣነኸ ናይ ፀፀት መንፈስ እዚ ፀፀት እንደየናይ ፀፀት ተትሉ እዩ ሕሰብ እዩ እሞ ቀልጢፈ ተትመፂ ነይረሲ ኣብዛ ሰዓት ሳስ ኩሉ ነገር እኮ ታሪክ ምተነገረኒ ነይሩ ግን ጽቡቕ ከይግንዮም ንምዃን- ይኽእል ነይሩ እዩ እኮ ኣይነ ኣብ ሰዓት እሱ በዓል ተትኸድሲ እዎ ዝኾነ ካልእ ነገርም ክትጸንሕ እሱ ይኽእል ሓስቦ እዩ እያ ንእሽካዕ ናብዚ ዓርሰ ቅትለት ለብፅሖ ነገር እሱ ኣብኡ ዝቀረ ተትበፅሕ ነይረ ቀልጢፈ ኣብዚ ንዓለውሉ እንታይ ተትኸድ ነይረሲ ኩሉ ታሪክ ተ- ክፈልጦ ነይረ ይኾን እየ ካብኡ ብተወሳኺ ለለ ሓደ ኢሉ ንባዕሉ ስለዝሓሰበ እዩ። ከጥፍእ ኢሉ ዝሓሰኹ ተደራሪብዎ ነገር እዩ ማለት ኤክስፔክት ዝገብሮ ነገር ኣይኮነን

እግዚኣብሔር ካብዚ ብላዕሊ እንታይ ዓይነት ተኣምር እዩ ካሪዮም ኣቲ ህይወት እል ክጸንሕስ ሳይን ኢልዎ ኣሎ ኢለ ይሓስብ እና እሱም ተማሂሩ እዩ ሀዚ ጎደና ሓደር ነይሩ እስካዕ ልህፍትም ለሎ ፕሮሰስ ብዙሕ ነገር ተማሂሩ እዩ እዚ ሰብ እዚ ሀምዚ ኮይኑ እና ብጣዕሚ ጠንካራም ይመስለኒ ሓደ ሓደ ግዜ ልጠንካራ ሰብ ፈተንኡ ጥንክር ልበለ እዩ ይበሃል እና እዚ ምርዳእ ልኣቢኡ እዩ ኢለ ይሓስብ እዩ ምክንያቱ ኤክስፒሪንሱ እኒኦ ናይ ህይወት ተመክርኡ እኒኦ ኣብዛ ቅጽበት እሳ ግን ልባዕሉ ከጥፍእ ምሙካሩ ትክክል እዩ መይኮናይኑ ኣለና ግን ብኡ ምፍራድም ይኸብድ እዩ። ኻሊእ ግን ከምዚ ዓይነት ኬዝ ብዙሓት ኣብ ዙርያና ስነርኢ ኢና። ኣብ ቐረባ ግዜ ኣብ ዳግማ ምሳል ከተማ ክፍለ ከተማ ድዩ ዝበሃል ዳግማ ምሳል ኣብዚ ሰፈር ሱር ቆልዓ ተሸንድዩ ዝኾነ ኣብ ፌስቡክ ላተነጋገርሉ ነይሮም እና ቀረባ ግዜ ዝሰሙን እዚም ኣብ ሽረ ኣብ ሽረ ከተማ ቆልዓ ተሸንዲዩ ዝተረኸበሉ ኣጋጣሚ እኒኦ።
ስለዚ እዚ ክሽንደ ተሎ ግን
እስካዕ ህንዲ ዝለሓሰው ኣይመስለኒ እኖ እኮ ብባህሪኣ ጨካን ይኮነት ይወዶ መብዛሕትኡ እኖታት ከምኡ ይኮነ እሽካ ሕንዱ ምድርባይ እወ ድብል ግን ይሕስበካ በቃ ሪስፖንሲቢሊቲ ምውሳድም ክኽእላ እኒኦወን እዚ ኣጓላት ኢና ወዶ ከምዚ ሼርስ ንገብረን ኢና እንታይ ክፍርሐን ህም ልኽእልስ ምሕሳበ ይኸብዲ ምናልባት ትምህርቲ ለይወደአት ወይ እንደገና ምስ ቤተሰብ ምፍራሕ ምናምን መዓት ምክንያት ክህሊ ይኽእል እዩ ግን እንታይ ልገበር ህፃን ቆልዓ የማየ ሰማዩ ልምንታይ ሓላፍነትስ ክስምዓስ እኒኤዎ ካብኡ ደሞ እንታይ ይብሉ መሲልክን ወለድና በረከት ሒዙ እዩ ልመፅእ ቆልዓ ይበሃል ኣነ ይኣምነሉ እየ እሱ ኢልካ ከምዚ ኮፍ ኢልካ በረከት ክትፅበ ለይኮነሲ ሓላፍነት ይስምዐካ እያ ከዚ ኣነ ልበይነይ ልሰርሖይ ቆልዓ እኒኤ ኢለ ልሰርሖይ ሓደ ይኾን እዩ ኣነ ከ ስለዚ እንታይ ብምንታይ እኣምንሲ ብኩሉ ልፍጠር በጋጣሚሲ ንፅቡቅ ነገር እዩ ብደንቢ ፅቡቅ ሳይዱ ስለለይ ንሪኦ ኢና እምበይ እንዮ እዩ ብምክንያት እዩ ተፈጢሩ ኢለ ኢለ ሓስብ እንትን እዋ ኸዚ ኣነ እዚ ቆልዓ ስለ ዝተወለደ ብቻ በረከት ይመጽእ እዩ ኢሎም ልሓሱ ሰባት ኒኦ ፍኮርስ ኣነ ብወ ኣይኣምኒ ክብለኪ እ፣ ግን ትጥቀምሉ ተለኺ ግን እወ። እ፣ ሃም ዝበልኩ ምክንያት እዩ። ይኾነኪ እቲ ቆልዓ እሱ እንታይ ድዩ በረከት ዝበሃል እኮ ከዚ ንኣብነት ሒዝልኪ ክመፅእ ተሎ ሽዑ ሃፍቲ ሒዝልኪ ክመፅእ ወይ ንኾነ ይኾነ እዩ ግን እዚ ቆልዓ እሱሲ ሜቢ ጠቅላይ ሚኒስተር ክኾን ይኽእል ሜይቢ በቃ ካብ ዓለምና ሃፍታም ክኾን ይኽእል እንትን እዩ ኩሉ ነገር ልመስሎም ሰባት ስለለለዎ እያ ቆልዓ ስለተወለደ ብቻስ በቃ ዝኾነ ኣብ ህይወትካ ልፍጠር ድራማ ዘርሳይ ድሳ ኮነ ህዚ ቆልዓ ክመፅእ ተሎ በይነይ እኒኤኹ ዶ ህዚ ኣነ እንታይ እየ ልሰርሕ እንታይ ለዝናንየኒ እንታይ እየ ልገብር እንታይ እየ ክኾን ልደሊ እና ቆልዓ ክመፅእ ተሎ ይፈላለዩ በቃ ብደንቢ ኢነርጂኻ ትእክብ ክደኽመኒ ተሎ እኮ ኣነስ ምቕንጫሩ ኢለስ የህርስ እዩ ምክንያቱ ካሊእ ሰብ እኒኦ ብኣየ ሰበብ ልመፀ ስለዚ በረከት ማለት ይኾን እዚ ብዛ ኣንግል እዚ ኣነ በረከት ልብሎና ናይዚ ዕርክነት ልበሃል ነገርስ ግን በቃ ሃመይ ኣነ ልይርድአኒ ንዓርክነት ሲ እስኻ ሪል ተኾን ተለኻ ይወደ ሰብ ናባኻ ልቐርበካ ሰብ ናባኻ ኩሉ ልሕግዘካ ኣብኡ ግን ኩሉ ሰብ ሲ እዛ ችግር ክተጠቂሙ ሲ ኩሉስ ኣድቫንቴጁ እዩ ልሕል የዛኒ ሕደግዮ ሞሚ ልቃሕ ይቅር እዛ ቁርሽ እኳስ ተካሕደትሉ ታይም እያ ነይራ እና ኣብ ሃምኡስ ዝና ዕርክነት ነገር በቃ ሰብኣውነት ካብ ምዃ ዕርክነት እሞ ሕደግ እዩ ሰብኣውነት ሰብኣውነትናስ ንርስዖ። ሓደ ሓደ ግዜ ብልጥ ምዃንለስ ኣድላይ እዩ ልኾነ ልመን እየ ልህብ ለኹ ዝቕርሻይ ዙርያይ ለለዉ ሰባት ኸመን እዮም እንደውም ሓደ ሓደ ግዜ ኣብ ህይወት ብጣዕሚ ተጎዲኦም ትርእዮም እዞም ብጣዕሚ የዋህ ልበሃል እየ ለይ የዋህ ልሰብ ሕማቕ ግበሩ የኾነይ ግን ኣሳም ፖይንት ልመን ሃም ትገብር ለኻ ግን ምፍላጥ እንደውም ብዙሕ ግዜ ኣብ ፊልምታትና ተሪና በቃ ልዋዕሉ ሓዲጉ ልሰብ ለብልዕ እንትን ምናምን ከምዚ ሮማንሳይዝ ገይሮም እዮም ለቕርብዎ ግን ልዋዕሉ ሓዲጉ እንትን ክብል ተሎ ዝናዊ ፋሚሊ ላተጎደ እዩ ልካሊእ ለ እንትን ልብሎና ደስ ለለኒ ግን ዝኾነ ልዚ ልመስል ፊልም ተሰሪሑ ነይሩ የከበረ ድሃ ልብል ርእ ክነኦት ኮይንክን ሰበይቱ ኣብ ዓረብ ዓዲ እያ እኒኣና ቐርሺ ትልእኸሉ እሞ በቃ ቸጊርኒ ኢሉ ልበኸይሉ ሰው ኩሉ እዩ ዝቕርሺ ልህብ ሶፋ ግዛ እንትን ኣቑሑት ኣማሊ ኢላ ልሃወቶ ቅርሺ ብምሉኡ በቲኑስ ጥርሑ ገዛ እዩ ሒዙ ሒዙ ዝፀንሓ መጨረሻ ንኾነ ርእየ እወ፣ የለን ዕድመኣ ዝብላለን። ሙሉእ ኣብኡ ዌስት ገይራ በቃ ህዚ ኣኽለኒ ዓደይ ክነብር ኢላ ትመፅእ ተላስ ጥርሑ ገዛ እዩ ፀኒሕዋ ኢቭን በቃ ልፈረሰ ኢሉና ልምን ሰብ ገዛ እዩ ልመስል ግን ምን ትናንት ያህል ትሰርሐልዋ ትክክል ሀዛኡ ደስ ልበለኒ እ፣ ኩሉ መሃብስ ትክክል ሃምለ ይኮነ ለረእዩና ኣንግል እዩ ደስ ይለኒ ምክንያቱ ቅድሚ ህዚ በቃ ሽልካ እስካ ለለይብልካ ልሰብ ትህብ እኒካ ዓይነት ልብል እንትን እኒኤና እና ሪል ልቢ ወሳብ ልመንሲ ንህብ ተለዛኒ ኣብ ሌብልኺ ግዜ ማንም ሰብ የለ ኣብ ልልኪ ግዜ ግን ዙርያኺ ኩሉ ሙሉእ እዩ መዓዝ መሲልኪ ኣብ ጎንኺ ልመፅእ ሰብ ላረ ክትህብ ትኾኒ ተለኺ እዩ ዝሱ ኢሉ ልህብ ሰብ ግን ኣት ሳም ፖይንት ሃም ግዴታ ከለንዶም ልሪኦ ሞመንት እኒኦ በቃ መሃብ ፅቡቕ እዩ ግን ልመን ሃም ንህብ ኣለና ዙርያ ላለው ሰባት ኸመን እዮም ንችገር ተለና ከልሬና ሰብ ንዮ ድዩ የለይ ዙርያኻ ብደንብ ትጥንቀቐሉ ነይካ ዝሰብ እዚ ሕሳዋ ዝናነፃ ሕክምና ተለይ መፅእ እኮ ገንዘብ ላሃለዮ ሰሩሑ ለግዝኦ ገንዘብ ላሃለዮ ሲ ሳኣን ላሃቦም ሰባት ብለይ ምፍላጡ ምክንያት ግን ዳርጋ ሞይቱ እዩ ነይሩ ሰብ ዝወረ ብተኣምራት እዩ ተረፉዚ በዓል እኮ ሰብ የድልዮ እኮ እዩ ንዓ ተኣማሚኖም እኮ ዘይመለሱለ ሲጀመር ኣብ ናይ ቦታ እሞ ንኹን ኣነ ተትኾን ኢልና ንሕሰብ ኣብዚ ሀዚ ለለዎ ሰዓት ማለት እዩ እንታይ ኢና ንገብር
ኦፍኮርስ ከም ትናገሮ ቀሊል ክኾን ኣይክእል እዩ ኣብ ተግባር ከምዚ ንሕና ኣብዚ ኮፍ ኢልና ቃ ከምዚ ግበር ከምዚ ግበር ኢዚ ክኾን ኣይክእል እዩ ግን ኣደ ኢንድ ኦፍ ደይ ወይለ በቃ መጨረሽኡ ግን ኣብ ህይወት ልለይደልዩካ ሰባት ምግዳድ ኣይከኣል እዩ ኢለ ይሓስብ እና መጀመርያ ህይወትካ ደስተኛ ትኾን ትኾንካ ኣክሰፕት ትገብር ትኽእል ነይካ በቃ ምቕባል እዚ ሰብ እዚ ታሪኩ ክፈልጥ የኸኣለ ወይ ካበይ ከም ዝመፀ ክፈልጥ የኸኣለ እዛ ብቸኛ ትፈልጥ ሰብ ለለ ብዝተፈለየ ገደ ኣጋጣሚ በቃ እግዚኣብሔር ኣይበሎይ ሞይታን እያ ወዶ ስለዚ በቃ ኣክሰብት ምግባር እዩ ኔክስት ኮስ ሰብ እዚ ቤተሰብ ክምስርት እዩ ነዋል ወዶ ዝሱል ሰኣኖ ነገርስ ልህቦም ሰባት ከፍሪ ተሎ ባይዘ ካብዚ ብላዕሊ ሬቨንጅ የለይ እዚ ህይወት ሱስ ምብቃል ማለት እዚ ህይወት ክትገብረካ ኢላ ሓሰበቶ ተፃራሪ ጌርካ በቃ ዝኾነ ተውድቐካ ትሙክር ተላ ጠንኪርካ ምርኣ እዩ ዝኾኑ ማለት ደስቱ እና ሓዘኑ ለሐጉሶም ነገር ኣምፂኡ ደስተኛ ኮይኑ ምንባር እዩ። ካሊእ እንደገና ክናገሮ ዝደሊ ከምዚ በየጊዜኡ ዝኾነ ልመፅእ ፋሽን እኒኦ ዶ ሀዚ ቀደም ከመይ ነይሩ ብዚ ብርግጥ ብፋሽን ሊኾነስ ግን ጊዜ ዝኾነ ላተቐየረ ልኸደሉ ሚንስ ከረደእክን ጌሊ ቀደም ከምዚ ኣብ ሐዘንኻ እዩ ልጠፍእ ነይሩ ሰብ

ሎሚ ለለ እዚ ብጣዕሚ ክረስ ይብሉ ማለት እዩ ናሎሚ እወ ዝናሎሚ ግን ኣብ ደስታኺ ኣብ ሓዘንኺ እኒኦ በቃ ኣብ ጎንኺ እወ ምስ ባዕልኻ ምውጋዕ ለህ እዚ ተድልዮ ዛና መጀመርያ እስቲ በቃ ዝኾነ ሰላም ልህበና ቦታታት ወደን እዩ ሓደ ሓደ ግዜ ኣይመስለናይ ዋላ ካብ ገዛኻ ቀይር ኣቢልኻስ ዝኾነ ቀይር ትብለሉ ኩነታት የለይ እዚ ነገር እሱ ይጠፊእዎ እኒኦ እዚ ሰብና ምስ ባዕሉ ከዋግዕ እኒኦ ንእሽተይ ግዜ ዋላ እሱ ኢሉ ጸጥ ኢሉ ይሕሰብ ዋላ ልኾነ መዓት ግዜ ይውሰዶ ምናምን ካብኡ ግን መን እየ ኣነ ልብል ነገር ምስ ፈለጠ ግን ብጣዕሚ እዩ ፍቕሪ ክሕዞ ምስ ባዕሉ እና ህይወቱስ ወዲያው ልቐየርለ ይመስለኒ ግን ብጣዕሚ እዩ ልሕዝን ብጣዕሚ ለእዩ ልኸብድ ብንእሽተይ ነገራት ሰሚህም ንኾን ኣለና ባዕልናስ ንሪኦ ኣለና በቃ ህይወት ተወዲኡ ኣብቂዑ ምናምን ኢልና እንቲ ንብለሉ ነገር እኒኦ እና ብዙሕ ነገር እኒኦ ያው ህይወት ካልእ ኢለ በቃ እርግጠኛ ከይኮንካ ምውላድ ክለኪል Of course ሓደ ሓደ ግዜ ስሕተት የጋጥም እዩ ኣዚ ሰብለ ኣዘ ጓል ኣትለ understand ንገብረልና ግን ድሕር ready ለይኮንካ ማለት ናብዚ ዓለም እዚ ሰብ ተምጽእ ተለካ እኮ ሓላፍነት ኔዎ ዶ ንባዕሉ ልኮነ ስዚ ድሕር ዝግጁ ለይኮንካ ሰብ ለብዚ ዓለም እዚ ለይምምጻእ ናማናይ ኣብ ልኮነ ግዜ ኢለ ሃምኡ ኣብ ቤርጎ ኣትያ ሰብ ዝህና ዚ ኣልጋ ኣው ሓዲጋ ታወጽያ ማለት እዩ ጓላ ካብ ዘን ንባዕልትና እየን ላዕበያ ምናምን ዘቆልዓ ኣዚ እዚኣን ኣብ ጽቡቅ ኢደ ውዲቅዋ ኣጋጣሚ ለዕበያ እንትን ኢላኒ ኣነ ተሌኾን ግን ኣፋኛ ትራ ደርበይን ልኻዳ እኒኦ ኣምራም ብጣዕሚ ብዙሕ ዋለ ስካሕክሕ ነገራት ትሰምዖ ነገር እኒኦ እዩ ብልረብሕ ጨርቂ እኳ ሰይኮን ኖርማል ተቐቢለን ብዘንቢል ገይረን ኣቐሚጠን ምናምን ምኻደና ሓደ ሓደ ግዜ ኣሰብለ ዝኾነ ከበደ ነገር እየን ከኩል ሓድጋ ኣለዋ ከምዚ ልስተኻኸል ይመስለና በርግጥ ኣብዚ ግዜ እሱ ምውሳን ስለ ለይትኽእል እዮም። ሓላፍነት ኣውሪዳ እዩ ዝስምዓ እሳ ግን ይኾነ ዘመናስ ጥያቄታት ኢና ክነግር ትኽእል ኢቨን ሃሪሰን ባዕሉስ ይሓድራይ ማሕበረሰብና ከቢድ እንድዩ ብጣዕሚ ክሪቲሲዝም የብዝሕ እዩ ሃምስታት ነገራት ምናምን ግን ሓደ ሓደ ግዜ ንእሽተን ሕልፍ ኢሉ ትሪኦ ተለካ እንደገና ንሕና ካብ ዝማሕበረሰብ ልወቕሶ ብላዕሊ ኢና ኢለ ይሓስብ እዮ ዶ ዝኾነ ስሕተት ለተቢልካ ስሕተት ለይፍጠረሉ መንገዲ የኾንካዮ ለተወግደሉ ለይኾነ ካብ ስሕተት ተማሂርካ ታይ ትገብር ለምፀኻዮ ለለ ማለት ኻሊእ ስሕተት ይእረም እዩ ስሕተት ሓዲግኻ እንትን ትብል ኢኻ ቆልዓ ልኣክል ናይ ሰብ ህይወት ልኣክል እንድሕር ኾይኑ ግን ሓላፍነት ለስሕተት ኣሚን ኢልካ ተቐቢልካ ትገብሮ ንግባእ ነገር ምግባር እዩ ለለወኒ ኢለ ልሓስብ እና ስሕተትኻ ምእማን ዓብይ ነገር እዩ።
ደሞ እና እንትን እና ጥንካረ እን ምክንያት ሊያ ክኾን ክእል እዩ እዚ ሰባት እኒዋ ህምዚ ቅድሚ ሓዳር ምናምን ብለይ ደሊኦ መንገዲ ወሊደን ግን ለለ በቃ ጽቡቃት ህምዚ ለቕና ዓይነት ፍቕሪ ለለወን በቃ ልኾነ ብዙሕ ነገር ለስለ ልሪ ኣሎም ብደቆም ከምኡ ኢለን ለዕበኦም ውላደው እንታይ ልበሃል ደቁ እሺ ቆልዓ ከምኡ ኢልካ ለዕበኻዮ ቆልዓ ብዙሕ ነገር ርኤን እየን ለዕበኦም እና በቃ ናይ ጥንካረአን ምክንያት ኮይኑ ብጣዕሚ ደስ በሃሉ ኮይነን እንዶም ካብዚ ዝነበርኦ ብላዕሊ ጠንኪረን ፅቡቅ ነገር ላሰራሓው ፅቡቅ ነገር ላተሳተፋ ዝልተወለደ ቆልዓ ባዕሉስ በቃ ልኾነ ፍቅሪ ስለ ፍቅሪ ልሰብኽ ስለ ፍቅሪ እንትን ልብል ኢቭን ኣቦኡ ባዕሉ ብስነ ስርዓት ለጋንያ ዋላ ብኸምኡ ወሊደንስ እኒኦ ልስተኻኸለሉ መንገድና ኣብ ህይወት የፈለገ ሕማቅ ነገር ይፈጠር ይስተኻኸል እዩ ኢለ ኢለ ኣምን በቃ ጥፍኣትካ ምእማን ባዕሉ ምስትኽኻል ይኾነ ካብዚ ትማሊ ነበርካዮ ስኻስ ሎም መዓልቲ ምምሕያሽ ማለት እዩ እና ተኾነ ተጠንቂቅካ ምምፃእ ክብለኪ ከብለይ ኦሬዲ ትኾይኑ ግን እዋ ኣብ ሂወትካ ከኣቲ ለይብሉ ሰብ ለይምእታይ ይኾነ ያ ቆልዓ ምውላድ ብስሩ ኣብ ሂወትካ ለይግበካ ሰብ እኒኦ ዶ ለኻ ለይምጥነካ ብሃፍቶ ወይ ምናምን ይኾነ በቃ ለኣኻ ለይመስለካ ሰብ እኒኦ ዶ እስካብ ለይረጋገፅካ ድረስ ልቦኻ ልደቅኻስ ኣቦ ክኾን እስካብ ማት ኣነስ ኣቦይ ታይ ዓይነት እየ ክኮን ልደልዮ ሰዚ ሰብኣየይ ኢለ ልደቀይ ኢለ ልምኖዮም ሰብኣይ እሱ እዩ ክኮን ለለዎ እና እስካብ እዚ ስሚዒት እሱ እስካብ ለይተሰመዐና ድረስ ላካሊእ ነገር ለይምእታይ ኾይኑ ግን እንድሕር ተፈጢሩ ግን ቆልዓ ሃም ካሊእ ነገር ልስረዝ ነገር የኮነይ ወይ ልድምሰስ ነገር የኮነይ እና ሃም ብቀሊል ነገር ካብ ህይወትና ብሀሙ ዓይነት ሃም ለይተፈጠሩ ምውጻእ ለይ ምግባር እና ልዚ ሀዝል ተፈጠር ለህም ዓይነት መሰል ታሪካትስ ላደም ሰሰልና ይኸዱ ይለይ ሀስብ እያ ወራ ናያቶም ቸልተኝነት ላ እዩ ጀግና ኣዶንያ ለዕበይቶ ከዚ ንኣብነት እዛ ቆልዓ ዓብዩ ትሪኦ ተለስ ጀግና ንባዕላ ሲ ብጣዕሚ ፕራውድ ትኾን ሮል ሞዴል ትኾን የሆነ ሜይቢ እቲ ዓብዩ ዝቆልዓልን ዝኾነ ካሊእ ዝኾነ ሃምዚ ዝበልናዮ ንዓንተወይ በዓል ሃፍቶም ክኾን ይኽእል በል ንዓሉ ዕድል ሒዙ ዝመጸሉን እያ ኣደ ኣደ ኮይና ንባዕላስ ክትኾ ትኾርዕ እያ በስተመጨረሽ በርግጠኝነት ማለት እዩ ሃምኡ ልተወለዱ ለለ ንበዝሕ ጊዜ ለላ ኣብ ላዕሊ ደረጃ እዮም በርግጠኝነት ማለት እዩ እዞም ሲጀመር እንውነት ባዕልኩም ዓርግ እዩ ወዶ እግዚኣብሔርስ ኣሚኑስ ክተዕብስ ትኽእል ኢኻ ስኻ ኢሉ እዩ ወደ ቆልዓ ልበካ ኣሎ ስለዚ ዓብዩ ሓላፍነት እዩና ብዚ ርድኢት እዚ ተትንርድኦ እምበይ ኩላትና ካብ ዝኾነ ጥፍኣት ላተምሃርና ኢና ንመፅእ ኩሉ ሰብ የጥፍእ እዩ ግን ንመሃረሉ መንገዲ ኢለ ለለ ኣና ሼፕ ልገብረና ትክክል እዩ ምኽርና ሰሚዑ በዓል ታሪክና ብዙሕ ነገር ሃም ዝወስድ ተስፋ ይገብር ክብለኪ ሃምዚ ንናገሮ ኣለና ቀሊል ከይኳን ይኽእል እዩ ፕሮሰስ የድልዮ እዩ ግን መጀመርያ ሃም ዝለልናዮ ላብና እምነት ቦታ ተትኸይዱ ምክንያቱ ኣዕርክቲ የብሉ እየ ጎኑ ልብሎ እንድሕር ቤተሰብ ለይለ ግን ዝለዓበየ ቤተሰብ እግዚኣብሄር እዩ እና ላኡ ቃሪቡ እና ልቡ ይንገሮ ይሰምዕ እዩ እግዚኣብሄር እንደገና ወደ ንሕና ኢና ንችኩል እምበይ እሱ ኣይድንገይ ጎበዛት ራእይቲ ትኮይና እኒዮ ይመልስም ያዋ ስለዚ ዝኩላይ ለትረፎለ ሳይኒ ኢለ ኢል ሓሳ ኣነ ተኣምራት ፈጢሩ ለትረፎለ ስለዚ እዞም ኣብ ሂወቱ በቃ ለይደልይዎ ለይኮኑ ሰባት ልቕቕ የብላን እሞ ክለኪ ሓደ ሓደ ግዜ ኣገዲድና ንሕዝ ንሙክር ተለና ኢና ብጣዕሚ ንጉዳእና እዞም ዘይደልይዎ ሰባት ልቕቕ ኣቢሉ እዞም ኣብ ሂወት ህልው ዝግብእዎ ሰባት ብቻ ይሓዝና ኔክስት ለዚ እሱ ልምነዮ ዝነበረ ሂወት ክነብረሉ ልኽእል ሂወት ባዕሉ ይፍጠረሉ ያኔ ካብኡ ብላዕሊ በቀል ካብኡ ንላዕሊ ሬቨንጅ የልኢሉ ሂወትስ ትድርብዮ ትሓስብ ተላ እሱ ከፍ ኣብለለ ቦታ ነግንዩ ኢና ኢለ ይሓስብ እና ኔክስት ለለ እዚ ምኽርና እዚ ኣተጊርዎ

ዲስከስ ንገብረሉ ኢና፣ ንማኸረሉ ኢና፣ ነዋግዐሉ ኢና፣ ቤተሰብ ንኾነሉ ኢና ማለት እዩ። ፕሮግራምና እዚ ይመስል ነይሩ። ሓሙንጌ ክንዴ ትብሎ ነገር ነይክም እዩ። ንሕና ካብ ማንም ፈጢጥና ወይለ ብጣዕሚ ብዙሕ ኤክስፒሪንስ ስለልከይሉ ኢና ክእል እዩ ግን ካብዛ ደላትና እዚ ትነግሩና ስቶሪ ኣንቢብና ሼር ጌርና ምቸስ ካብ ሓደ ሰብ ብዙሕ ኣይዲያታት ይመፅእ እዩ ብዙሕ ሰብ ኮንካ ተዋግዐሉ ተለኻና ሼር ጎሩና ንሕና ልዕልቲ ካለና መፍትሕታት ንወኩም ኢና ነዋግዒና ቤተሰብ ንኾን ኢና ካብኡ ለለ ካሊእ ዕላሙ ለለ እዚ ኣነ ልገጥመኒ ነገር ልመርሲ ወይ ልራሂላ ሱ ኢልና ነዋግዑ ንኽእል ኢና እና እዚ ፕሮግራም እዚ ልጀመርናሉ ካሊእ ሪዝን እንደገና ክልቴና ኮይና ዝኾነ መፍትሄ ነምፅ ኢና ወይ ለለ ዝኾነ ልሐጉስ ነገር ትኾይኑ ብሓደ ኢና ንሕጎስ እና እዚ ለዶኒኦ እዩ ንብለሉ ኩነታትም እኒኦ እዚ ከምዚ ዓይነት ስቶሪ ናማን ፊልም እምበይ ኣብ ሪል ታሪክ እኒኦ ኢልና ኣይንሓስቢ እና በዓል ታሪክና ተለይትና ግኒ ነይርና ማለት እዩ እና ሶ ዝተፈላለዩ ስቶሪታት ብሓደ ሼር ንገብር ኢና ቤተሰብና ኮኑ ቀፃሊ ሰሙን ብካሊእ ፕሮግራም ስካዕ ንጋነ ሰላም